እንዳ በርሀ
ተኽሎም እንታይ ደኣ ሸኸም ኣኽቢድካ ዓቕመይ እዩ ተኽሎም ኣይ እወ ኣታ ኣታ ቁሩብ ባሎ ጥግበር ኣታ ካብዚ ዱባታ ውፅእ ባበል ኣንታ ተኽሎም እንታይ ገይረካ ዲ እንታይ በዲለካ ዲ ከይተረዳእኒ እንተበዲለካ ይቕረ ግበረለይ ተኽሎም ሓወይ እንታይ ሕማቕ ርዛሪበ እየ ኣነ ለውጢ ግበር ኣብ ነብስኻ ይብል ዘለኹ እሞ ኣነሲ ዱባ ይብላዕ ዱባ ይሕራእስ ንዓኻስ እንታይ ይምልከተካ ሓልዮት

እንካ ውሰዶ ንዓኻ ተኽሎ ዱባ እወ ዱባ ክወስዶ እወ ናትካ ነጠላኹ ሓዘለይ ሓዘለይ ደኣ ሓዘለይ ደኣ ሓዘለይ ናትካ ምብላዕ ነጠላኹስ ንዓካ ክተል ግበለይ እሞ ደይ ትገድፈኒ እንታ ተኽሎም እንታይ ግበረለይ ኢለካ ዘይታ ሃበኒ ደይ ኢለካ ሽጉርቲ ንዱባ ድኸውን ሃበኒ ደይ ኢለካ መምተርብ ደይ ኢለካ ኣነ ግደፈኒ ባሕደገኒ ብማርያም ኢለካ
ረብል ሕራይ ሕራይ ሕራይ እቶ ንሕቶ ዋዕ

ሚቲ
ክነግረካ ትኽሎም ለባም ቆልዓ እንታይ ይብል መስልካ ምስ ሓዘን ይእስኒ ይብል ዓሻ ቆልዓ ከዓ ውሒድኒ ይብል ሮኬት ኣላትና እሞ ናይ ሕሳስ ልዳ ሓወይሲ ኣብ ወርሒ ኢና ሕፅኖት ክንገብሮ ዲልኪ

ስለ ዘይፈልጦ ሱቕ ኢሉ እዩ እንጀራ ዝእክብ። ደሓር ግን ነቲ ስራሕ እንዳ ፈለጦ ምስ ከደ ቀስ ብቐስ ቀስ ብቐስ ካልእ ነገር እዩ ዝረክብ። ኣንታ ኣነ ጽንሕ ኢለ ዝሰምዖ የብለይን። እሞ ሕጂ እንታይ እንጀራ ይደልኒ ዲኻ ትብል ዘለኻ? እወ ይቅበልኒ።
እዞም ሓደሽቲ ለማኖ እኳ እዮም ዕዳጋና ዝዓጽዉልና ዘለዉ።
ሕራይ እስከ ምንታይ ኢኻ ትቕበል? ጽቡቕ ሰብ ንኽነብር እንጀራ ጥራይ ኣይኮነን ዘድልዮ። ንዝኾነ ይኹን መገዛዚ ገንዘብ ኣድልዩ። ሕጂ ብሕጽር ዝበለሲ ገንዘብ እየ ዝቕበል ኢኻ ትደሊ ዘለኻ? ተሸጊርና ሓጉዙና።
ሰሚዒልካኒ እየ ዘለኹ ብዘይካ ጥፋእ ኪጥፋእ። ሞቱ ክብሉና እባ። ኣታ ኖኖ ዓኻስ እብለካ እቶም ደቀይ ከማን ገንዘብ ደሊና እንተኢሎምኒ ኣይህቦምን እየ ጠቕላላ ኣይህቦምን እየ። ሓቅኹም ደቅኹም ሕማቅ ከይሎም ድገንዘብ ክትብዎም የብልኩምን ንዝለመነኩም ግን ክተኹ ብለኩም ዑጭ ኣይተኩም ኔኮ ይለካ ዋእ ኣምላኽ ኣይትፈርሑ እንዶ ኣንታ ወደይ ይፈርሕ እምበር እሞ ኣምላኽ እኮ ሃቡ ክትወሃቡ እኳ ኢሉ ኣንታ ቆልዓ ክንደይ ትሓስብ ሕጂስ ከዓ ሕልፍ ሓሊፍካስ ምስ ኣምላኽ ከዓ ክተባእሰኒ ኣቦ ኣነ ይተዓርቐኩም እዩ ዘለኹ እቲ ዝህብ ዕፅፊ ይወሃቡ ዶ ይብል እወ ሞናዕ ከይንኩምን ከዓ ዕፅፊ ገይሩ በኩም ኣንታ ቆልዓ እዘን ኣብ መጽሓፍ ቅዱስ ዘለዋ ጥቕሳትሲ ብምሉኣን ኣጽኒዕካየን ኢኻ። መሳርሒና እንድዩ፣ እንታይ ደኣ ክንገብር? ምስ መን ዲኹም ትቕመጡ?
ምስ ኣደይ። ንስኹምስ ምስ ኣዴኹም ትቕመጡ? ዋእ! እዚሞ ኣይከውንን እዩ። ዋእ! ኣንቲ እንታይ ከፊኣኪ? ኣደይ ተቐምጠኒ ኣላ ድያ ሓረቐትስ ንስኺ ድኣ ሓሪቕኪ? ኣነ ድኣ እንታይ ኮይነ ክሓርቕ?
ግን ገሪሙኒ። ኣይግረምኪ፣ ከምኡ ኢና ንነብር። ተረዲእኪ ኣለኺ? ንሕና ንነብሮ ደለና ደይገረመናስ ትርእዩ ደለኹም ክገርመኩም? ኣታ እዚ ምግርራም ከመይ ድዩ ሓጺሩ ደሎ? እሞ ደሓን ዘይንገድፎ ዘረባ ስቕ ዘይንብል ንዕናይ ጥራይ። እሞ ደይትኣትዉ ገዛ ክኽሕሰኩምየ። ቡና ፍልሕ ኣቢለ ከስትየኩም እየ የዕርፍ ኣቢልኩም ከኣ ትኸዱ ድሓር ከኣ ዕላልኩም ጥዑም እንድዩ እወ
ስድራ ገለ ቤተሰብ ገለ የለው እንድዩ የብለይ ከም ዝበልኩሞ ንብሕተ እየ ስግል ዲኹም ዝበልኩም ኣጥይ ነታ ሲንግል እንታ መሰንገል ኣጥሪኽያ ሲንግል ይድባር ሕርሕረይ መእተዉ

ኣይትጥፉ ሎሚ ደኣ ከመይ ገይረ ክጠፍእ ኣንቲ ዝያዳ ከመይ ገይረ ክጠፍእ ሓዳር ውላድ ገለ የብልኩን ምሽ ሓቀይ የብለይ ንብሕተይ ብሽለክ ሲንግሊ ድሓር ከዓ ኣቶም ገለ መለይ ትበሊ ኣታ እንደበልኒ ሓደ ኮይንና እንዲና ሕጂ ዳ ኣይትጥፋ ኢኻ በቃ መፅኤ

ወይ ትወርድን ከም ገፍሕ ግን ኣብዑር ተበዝሑ ይሓይሽ ኣብዑር እንታይ ድኾኑ ኣብዑር ዝሕረዱ ማለት እየ እስኪ ክንደይ ደስ ብልኻ እስኪ ክንደይ ባዕሪ ደስ ብልኻ ደሓን ዋላ ሰለስተ ይኹኑ ቀይሕ ፀብሒ ፃዕዳ ፀብሒ ዝሕላ መገበርና ኢኻ እቲ ዝቕረብ መግቢ ፅቡቕ ጽቡቕቲ ምድብ ብእውነት መደብካ ኣይጸላእኹን እቲ ስጋ ከይመጽስ በቦቱ ትሒዝካያ ማለት ኮይ ጽቡቕ እቶም ኣብዑር ባዕልኻ ዲኻ ትገዝኦም ዋ ኣነ ደኣ ካበይ ኣምጪ ክገዝኦም ሰሉኳ ዘይብለይ የሕዋትካ እንድዮም ንመርዓይ መኹኑኒ ንመርዓኹም ከዓ ክኾነኩም እየ ትብሎም ኣንታ ዝቦይሲ ሎሚ ከዓ ምስ ኣብዑር ክዛረብ ዋ ደይ ሓደ ኢኹም ንሶም በርባዕተ እግሮም ይኸዱ እስኻ ብኽልተ እግርኻ ትኸይድ እንታይ ዶ ካልእ ፍልልይ ኣለኩም። ኣታ ኣቦይ ሎምስ ትማስየና ኣለኻ። ይማስየካ ኣይኮንኩን ደለኹ ዓሌትካ እየ ደፍልጠካ ደለኹ። ኣሃ ንስኻ ካብቶም እንዳ ብዑር ዘርኢ ዲኻ። ህህ ኣብዚኣ ዶ ነቒሕኻ። ብዕራይ ካብ ብዕራይ ይውለድ ኢለኩ እየ። ኣታ ስቕ በል ስቕ በል ስቕ በል ኣይትድጎሞ ዘረባ ኣይትግበረለይ ይነግረካ ኣለኹ ጓል መን እያ እታ ቆልዓ። ጓል መን ምዃና ድኣ እንድዒ ንዓይ ኣስተላልያ መን ስድራ ድኣ ኣበይ ይፈልጦ። ኣታ ኣታ ስቕ እስከ በል ስቕ በል እንዳ መን ምዃና ኣይትፈልጣን ኢኻ። ኣዲኣ ከ መን እዩ ሽማ። ኣዲኣ ኣይፈልጣን እየ ዋ ኣዲኣ ዋላ ኣይትፈልጣን ኢኻ እንዳ መን ኢልና ዳ ክንከይድ ኢና ደሓን ኪዱ ሞኒ ባዕላ ቀሪባትኩም ትፀንሓኩም እያ ዋ
ኣንታ ሰላሳ ባኒ ካብ ትፍትፍት ዘይትሓትት ዘይተጣይቃታ ኣታ ዘይትሓትት ገዛውታ ከትፈልጦ ዶ ገዛ እወ ፈልጦ እየ ፅቡቕ ከመይ እዮም ርኹባት ድዮም ድሓን ድዮም ማለት ስለ ትሕዝቶም ስማዕ ኣብቲ ገዛ ክትኣቱ ከለካ ስእሊ ቁልሕ ምልሕ ኢልካ ክትርኢ ኣለካ ጓል መን እያ ከተፅናዕ ኣለካ እ? እ? ማእዶም ጥራይ ባህ ብለካ በይና እያ ትነብር ስድራኣ ምሳኣ የለውን። በይና እያ ትቕመጥ
በይና በይና እንታይ እንታይ ከም ጠበቕ ርእሱ ዝንቕንቐለ ሕተት ኣጣይቕ እብለካ ኣለኹ ይርዳእካ ኣሎ ሕተት ኣብ ዘይፈልጦ ጉዳይ ከይተእትወኒ እንታይ ሰነፍ ሰነፍ እየ ሰነፍ ማ እኮ ኣዳባል

ንእልካ ብንኡስና ኮለና ዋእ ንእግረ መንገደይ ሕልፍ ዝበልኩዋ ሰበይቲ ነይራ። ዝሰረቕካያ ከምኡ ዝኾኑ ዶ ኣለና
ንእልካ ሽዑ ዝወለድክዎ ቆልዓ እዩ ዝወሰን ውዕዝክዎ ቆልዓ እወ ንብር ነይራ ንብር ኔራ እንሀልካ ሸያብ ቀይሕ ክንዳይ ዝኮውን ቆልዓስ እንሀልካ እዚ ወድካ ኢላስ ድርብያ ብላትለይ ኣይትከይድን። ዋይ ሕማቅ ረኪብካ እንታ ደባስ ሓወይ ሕማቅ ተበልኩ ሕማቅ ረኪብካ።
ወድየ እንዳ በልኩ እወ ኣነ ሪኤ ሕጅስ ቀሲነ እየ እንዳ በልኩ እንሀልካ ህሩግ ኣይብለንን። ዋይ ሕጂ እንሀልካ ዋእ ከይወረደኒሲ ንዑኡ ትኸውን ቆልዓ ይሃተምተም ክብል ቀንየ ክደልየሉ ቐንየ። ግርም ግርም ገበርካ ጽቡቅ ሓሳብ ኢዩ እሞ እንታይ ደኣ ንዓይ እንታይ ኣድልየካ ደኣ እሞ ሽማግለ ዶ ደኣ ደሊኻኒ። ፋሉን ዋእ እሱ ደኣ ደሓን ኩሉ ንሱ እንድዩ ግንሲ ዋእ በራ ሓወይ እቲ ሕውነትና ክድልድል ክሰጥምሲ ዋእ ኣነስ ነታ ቆልዓ ነታ ጓል ከዐ መሪጸ መጸየ። ኣንታ ደባስ ሓወይ ተርፈኒ ከይትልስኪ መሓለለይ። ስጋ ገረማርያ ዋይ ዋ ኣንታ ናይ ብልብኻ ዲኻ ንመውስኦ ትሓተኒ ደለኻ? ኣንታ በራ ሓወይ ጸገም ኣሎ ድዩ? ጸገም የብሉን እንታይ ጸገም ኩሉ ወዳ ኣንታ ተሓጒሰ እንዴ እንታ ኣንታ ደባስ ሓወይ ኣንታ ከመንስቲ ደሓን ጥዕልል ክብለልካ ቀጣን ዕልል ዶ ክብለልካ ኣንታ ደባስ ሓወይ ሓወይ ደሓን ደሓን ጥራይ ክብሪ ሃበለይ ይቐንየለይ ኣጸጊመካ እንዴ የቐንየለይ ኣብ ካሕሳ ከውዕለኒ እየ። ኣነ እየ የቐንየለይ ዝብል ደበስ ንዓባ ንዓይ እኮ ኢኻ ንመውስቦ ትሓተኒ ዘለኻ ደበስ ስማዕ እባ ኣነስ ናባኻ ክመጽእ ሲ ዕድል እዩ ዕድል እዩ ጸጋ እዩ እኮ እዚ ኣንታ ሓንቲ ዕልል ደይተብለኒ ሓንቲ ዕልል ክብል ቀጣን ዕልል ክብል ካብ ዕልልታ ንላዕልስ እብለካ ኣለኹ ምቕልል ኢልካ ከምዚ ኢልካስ ረኻባይ ኣምሰልካኒ እኮ እቲ መንፈስ እኮ ርግእ ኢሉ የቐንየለይ ኣነ እየ ዘመስግነካ። ውሰዳ ውሰዳ ተረፍ ተሎ ከማን ክበካ ኣንታ ደባስ ናይ ብሓቅኻ ዲኻ ወድኻስ ንጓለይ እኮ መርዓዋ። ብሩሕ ሓወይ ካብዚ ዝዓቢ ጸጋ እንታይ ኣሎ እዌ ኣነ ውን ምሳካ ምርካበይ ዕድለኛ ይብለካ። ዋይ ዋይ ተመስገን ተመስገንካ ፈጣሪ ተመስገንካ ፈጣሪ። በልስከ በልስከ ናብቲ ጉዳይና መቸ ክንዋ ርስና ግዜ ክንበልዕ ከይዲ ዓሪቡ እንድዩ። እወ ሕጂሲ ናብቲ ጉዳይና ንእቶ ሓወይ። እንታይ እንታይ ጉዳይ ኣድለና ተወዲኡ እንድዩ ምጻ ውሰዳ እታ ጓል ተወዲኡ ኮይ። ማለትሲ ዋ ትንቡር ክንገብር ኣነ ሽማግለ ሕጀሲ መዓስ ክመጸካ ትርውር ክንገብር ድሕሪ ሰዓት ይጥዕመካ ዶ ድሕሪ ሰዓት ተዳሊና ክንጸንሓካ በርሀ ሕጂ ድሕሪ ሰዓት
መዓስ ይጥዕመካ ሰንበት ምጻእ ምሳሕ ቀሪበ ሽማግሌ የድሊ ገልጠምጠም ኣይትበል ንስኻን ወድኻን ምጻእ ጓለይን ጓ- ወድኻን ነላልዮም ባስታ ወዲእና ጉዳይና ንቆጽር ውልቀ ከምኡ ሓይሽልካ ይሓይሽ ይሓይሽ ኮለል ምባል ኣይፈቱን እየ ሽማግለታት ደይ መባኹርት እዬም መባኹርት እኮ እዬም ክልቴና እንዲና ሰውር። የፕየፕ ከምዚ ክብለኩም ጽናሕኩ የዕርኽተይ ብጣዕሚ እንኳዕ ረኸብትኩም የፕየፕ። ገዛ መጺና እኮ ሲኢናካ ኔርና ኢና።
ግሬ ኬድካ ኔርካ ዲኻ?
የፕየፕ የፕ የፕ ካብኡታት እየ መፅየ እ፣ ሕጂ የሕፅር ኣቢለ የፕ የፕ እንታይ ክብለኩም ዝኾነ ሰብ የፕ የፕ የፕ የፕ እንታይ ይብለኒ እ፣ ሓቀኛ እዩ ዝወዲ ብእውነት ብእውነት ብእውነት ብእውነት ሓቀኛ እዩ ይብለኒ ኣነ ከዓ ስቂለ ይኣምኖ የፕ የፕ የፕ የፕ ንሱ እዩ ዘሎ እቲ ጉዳይ የፕ የፕ የፕ የፕ ዳ የፕ ሓቀኛ ብልኻ የፕ የፕ

ጽቡቕ ኣሎ ግን ኣነ ፈቴዮ ኩሉ ነገሩ ደስ ኢሉኒ። እወ የፕ የፕ እወ። የፕ የፕ ሕጂ እንታይ ግበሩ እ፣ እታ ጓል ሰብ ረኺበያ ኣለኹ የፕ የፕ እወ። ትፈልጥዮ ኸም እ፣ የፕ የፕ እ፣ ግጥምታት ኣሎ እ? የፕ የፕ ግጥሚ ያፕ ብምንታይ እዩ ብግሪኽ የፕ የፕ የፕ የፕ የፕ ጽቡቕ እዩ ኣንታ ጉጉል ደይ ትገድፍ ሓንሳብ እስከ እንታይ ኢኻ ደሊኻ ብሕጽር ዝበለስ እታ ድደላካያስ ከኣ ኣቅርጥው ኣቢልካ እስከ ንገረና።
የፕ የፕ የፕ የፕ እንታይ ክብለኩም ደልየ ንስኹም የዕሩኽ ርእሲ ክትኮኑኒ ናተይ የዕሩኽ ርእሲ ከምዚ ኢልኩም ወጃጅብኩም የፕ የፕ ኣይደልን የብቲ ምርዓ የፕ የፕ ባድላ ክቃረየልኩም እየ። ንሕና የዕሩኽ ርእሲ ክንከውን ንሕና። የፕ የፕ መን እሞ ኣለኒ ሰብ። ጽቡቅ ሓሳብ እዩ ድብሎ ደሎ ኩሉ ንደግፎ እታ ወዲ። ይኹን ይስመረልካ ይስመረልካ። ወዲና ኣለና።
የፕ የፕ እ፣ ባድላ ከምጸልኩም እየ ጽቡቅ ባድላ ክኸድነኩም እየ። የፕ የፕ ከምዚ ኢልኩም የፕ የፕ ኣብ ስእሊ ሮንግ የፕ የፕ እንታይ የፕ ድበልዎ የፕ የፕ ኢልካ ሓዊጽካና እኮ ኣዕሩኽ ዲኻ ደሊኻና ዘለኻ። ክልቴኹም የፕ የፕ የዕሩኽ ትኾኑኒ

የፕ የፕ ከነብላ ደሊና ኣለና እታ ውራይ እያ የድቦ የፕ ዝዎ የፕ የፕ እታ ጓል ሰብከ ተረኺባ ድያ የፕ የፕ ጓል ተኽሎም እያ ጓል ተኽሎም እ? ጓል ተኽሎም ስመ ኣብ በለ መንፈስ ሰለስተ ሚእቲ ዝኣክል ደኣ ኻበይ ክልቅሓልካ ኢኻ ትሓስብ ዘለኻ?
ዋእ ደሓን እንተደይብልኪ ደኣ ጸገም የብሉን ግደፍዮ። ምህላውን ዘይምህላውን እኮ ኣይኮነን እቲ ነገሩ እምበር ድሓር ከኣ እኮ ኣነ ሓማትካ እምበር ኣዴኻ ኣይኮንኩን ናብራኻ ከካይደልካ። ኣንቲ ከመይ ከመይ ኢኺ ትገብርዮ እቲ ዘረባ ንሰበይተይ ኣዲኣ ተኾንኩ እኮ ንዓይ ኣደይ ማለት ኢኺ እንታይ ፍልልይ ደለዎይ። ኦይ ክትበልዓ ዝደለኻ ባጉምባሕሲ ዛግራ በላኢ ኣውሪድለይ ደስላስ። ጓለይ የዕብየ ሂበካ ሲ ንዓኻን ንደቅኻን ከዕቢ ከኣ ብፋጫ ኣይክወጽእ። ዎዎ
ኣንታ ከመይ እቲ ዘረባ ሰለስተ ሚእቲ ናቅፋ ሃብኒ ኢለክስ ክንድዚ ዓዘራስ እንታይ ኣምጾኦ። ምምጻእ ካብ ምምጻእካ ሲ ሰለስተ ሚእቲ ሂበካ ከ ካበይ ኢካ ክትበኒ። ዋእ ምሃብ ድኣ እንታይ ጸገም ኣለዎ ኣይ ድሑር ሰሙን እንድየ ስራሕ ክጅምር። እንታይ ዓይነት ስራሕ? ሓደ ኣሎ እንዳ ፎርኖ ዶ ኣለዎ ዓርከይ ባኒ ክበካ እንድየ ኣስመራ እናዘርካ ተብላ ትሸጣ ኢሉኒ። ዋይ ኣንታ ካብ ባኒ ድኣ እንታይ ኢካ ክትረክብ። ዋእ እንድሕር ድኣ ከይደኸምኩ ለፊዐ ሲ ዓሰርተ ክልተ ናቅፋ ወይ ከኣ ዓሰርተ ሰለስተ ናቅፋ ሲ ንመዓልቲ የእቱ እየ። ኣንታ ኣንታ

በል ሕጂሲ ባኒ ክሽቅጥ'የ ካብ ትብልሲ ብዓቢኡ ዘይትሓስብ ዓቢ እንተ ሓሰብካ'ኮ እዩ ዓቢ እንጀራ ዝህበካ። ዋእ ጽቡቅ ኣለኺ ዓቢ ምሕሳብ ጽቡቅ እንድዩ ግን ከኣ ዓቢ ምሕሳብ ክትሓስብ ክትሓስብ ኣብ ዘይዓቅምኻ ካብ ፈላሶ ብመንበስብስትኻ ንታሕቲ ሸለው ኢልካ ምውዳቅ ኣሎ። ዘረባስ ኣይጠፍኣካን እዩ ዝብላዕ ኢኻ ዘይረኸብካ እምበር መልሓስ ከኣ ካዕበት። እንቋዕ ኩሉ ይወጽኣኒ ኣምላክ ከኣ መቃቂሉ እኮ ይድበካ ንገሊኦም ዘልድን ገሌና መልሓስ። እወ ሓቅኻ ስኡንን ዓባስን እንኳዕ ኣይገበረካ። ዋእ ኣንታ ሰለስተ ሚእቲ ናቕፋ ትብኒ ዲኺ ኣይትብንን? የብለይን እኮ ኢለካ ካበይ እየ'ሞ ከምጽኣልካ። እዚኣ ከኣ ግርም ሪኢኺ ኣይህብን ጽብቕቲ እያ ግን ኮለል ክብል ስራሕ ክደሊ ስለ ዝወዓልኩሲ እዛ ከብደይ ቁልፍ ኢላ እንድያ ገለ ምሳሕ ተለካ ሃብኒ። ምሳሕ ደኣ ሕጂ እንድየ ዝገብር ዘለኹ ከይድንጉየካ ፈቐድኦ ሃሰውሰው ትብል እንተኾንካስ ንእግሪ መንገድኻ ገለ ግበር። ዶ ከይደ በሊ ከይደ በሊ እም ጸላኢኻ ኪድ ዝወደይ። ኣይ እንታይ ገበርኪ ኣነ ደይከይድ። ኣንታ
ንዓይ ከም ጸላኢትካ ዲኻ ትሓስበኒ ዘለኻ? ኣነ ኣነ ከምኡ እይበልኩን ይኸይድ ኣለኹ ኢለኪ እንታይ ዶ ኢለ ኢኻ? ኣንታይ ዝሕተት ዘረባስ ሕጂ እንዳኸድኩ ትሓትኒ ብዝኾነ ግን እቶም ቆልዑት ጽቡቕ ኣለዉ ጓልኪ ግን ትሓምም ኣላ። እንታይ ኮይና?
ዋዓ ከምኡ ናይ ቀደም ኣደይ ሕምምቲ ኢኪ ሂብክኒ። ኣንታ ናባኻ ምስ ኣተወት እያ ሕቆይ ርእሰይ ትብል ዘላ እምበር ሰናይት ጓለይ ሓሚማ ኣይትፈልጥን እያ ጎይይ ኣይትቅደም ተሰኪማ ኣይትደክም እኮ እያ። እንታይ እዩ ጸገምካ ተዛረብ እብለካ ኣለኹ። ጽቡቅ ንዛረብ ኣነ ኣብዚ ገዛ ሰብኣይ ድየ ኣይሰብኣይን ዘይኣፍልጥን። ሰብኣይ ክትብሃል ስራሕ ሰብኣይ ስራሕ። እዚ ኳይራ ዕደባሳጭ ወርደሉ ኣነ ሰብኣይ ኣይኮንኩን። ሰብኣይ ኣይኮንካን ኮይንካ ከ ኣይትፈልጥን ኢኻ። ሕራይ ጽቡቕ እስኪ ተፈጥሮይ በል ኣፍልጥኒ ሰብኣይ ድየ ሰበይቱ። ኣታ ስቕ በል ስቕ ኢልካ ደቅስ ዘረባ ኣይተብዝሕ። ኣነ ዘረባይ ኣይወዳእኩን ተፈጥሮይ ከይፈለጥኩኻ ኣይድቅስን'የ ሰብኣይ ድየ ሰበይቲ ኣፍልጥኒ። እስኻ ደኣ ኣበይ ዘረባ ክትውድእ ደቅስ ጥራሕ ምስ ሞትካ ጥራሕ'ኻ ዘረባ ክትውድእ። ምስ መትኩ ደኣ ኣዝረባ ደኩ ኣይመልቀስኩ ኣየ ደሎ ክትሓዝኒ እኳ ኢኪ ረግበ ሽኮር። ትፈልጥ ምስ ሞትካ መልቀስ ዝባሃል የለን ዳንኬራ ዕልልታ ሓጎስ እዩ ደሎ። እሺ ዝሓፍተይ ተረዲኤኪ ኣነ ደኣ ትፈትውኒ ተፍቅርኒ እንድዩ ድመስለኒ ነይሩ ጸጋመይ። ግን መብጽዓ እተውል ኣብ ናጠይ ሓዘን ንፉዕ ጓይላ ድሃርም ደራፋይ ክትሐሲ ሳክት ደራፋይ ልክ ከይተምጽእ። ኣንታ ምሳኻ ዝተመርዓኹላ መዓልትስ እንታይ መዓልታ ኔራ ትኸውን? ዋእ ሰንበት መዓልቲ ኔራ ሽሕኮ ብታሕጓስ እኮ ክጠርጠኾያ ክደሊኺ ኔርኪ ረክበ ረሲዕክዮ። እንታይ እሞ ዓብስ ሓንቲ መዓልቲ ሓጒሰ ዝተረፈ ዕድመይ ግን ብእህህታን ብጓህን እሕልፎ ኣለኹ ኣታ መጓህየይ። ዋእ ንዕባ ደይኣረግና ዋእ ቁልዕት እኳ ኢና ዘለና ህክ ዕድሜና ብማንካ ደይደሓልና ኣሎ ነዚ ዓለም። ብሰንክኻ ግን ጭልፋ ሙሉእ ኣልዒልና ኣሎ እምበር ብጊዳ ሓቂ ድኣ ሓቅኻ እንዲኻ ህጻን ቆልዓ ሕንጫል እኳ እየ ብሰንክኻ ግን ኣሪገ። ኣእ ንዕባ ክነሕጉሰኪ ኢልና ኢና እምበር ርግበ እኮ ዕድመ ድኣ ጨሊጥክዮ ህክ ጓያኺ ንዕባ።
ስማዕ እስከ እባ ክሓተካ ንግሆ ሰልዲ ትበሃል የብለይን ትብል ኔርካ ካበይ ኣምጺኻ ደኣ ቀትሪ ምድሪ ከርማሕ ኢልካ ታኒቕካ መሲልካ መጺኻ ንመስተ ድኾን ገንዘብ ኣይትስእን ኢኻ ሓቀይ ከመይ ከመይ ዲኺ ትሓስብኒ ንዓይ ኣነ እኮ ኣብ ገንዘብ ኣይሰትን እየ ርግበ ሽኮር ኣነ ዕላል የዕልሎም ገበታ ዕላል ንሶም ከኣ ገበታ መስተ ይኸፍለ በቃ ሰክት ዲኺ ትገብርኒ ንዓይ ጅግንነት ተሓሲቡሲ ኣነ ብገንዘብ ኣይሰትን እየ ኸኣ ይበሃለለይ ኣንተይ ርግበ ከመይ ጠባይኪ ጓል ብገንዘብና ሰቲና ኣይትሕጎሲ ብገንዘቦም ሰቲና ኣይትሕጎሲ ከመይ ከመይ ኢኺ ስኺ ግብዳ ኣለኺ ክነግረካ ዶ መሰረቱ ኣነ ክትሰቲ ኣይደልየካን እየ ኣይትስተ የባላሽወካ እዩ ብዓብይኻ ኣብ ስርናይካ ይደሽነካ ዋእ ምሻላ ደሎ እንዲ ሻላ ኺኽ ከተውጾ ኢልካ ትቃለስ ገለ ሸተት ትብለካ እታ ትግጥም እያ ምውጻኣ ምስ ትኣቢ ሽዑ ኣለኪ ምሽ ከምዚ ፍሽርሕ ይብለካ ይመልቆካ ገለ ምሻሎ ከምዚ ሸርፋሕ ይብለካ ገለ ከምኡ ቁዕጦ እቲ ቁዕጦ
ንዑ ደኣ በርሄ ከም ቀደምኩም ኣንጋ ሃቢልኩም ኪዱ እንታይ ደኣ ክትገብሩ ዳሃበኩም ሎሚ ይከይድ ፅባሕ ኣይከይድ ይብለኩም ኣሎ ነፍሲ ወከፍ ገዛ እንዳኳሓኳሕኹ ጓልኩም ካብ ወደይ ጠኒሳላ ኢለ ክዛረብ ኣታ ኣየሕፍረኩም እኒታ ኣየሕፍረኩም ባባ ሕጂ እሞ ግድን ኢኻ ክትከደለይ ዘለካ ዑጭ ዑጭ ኣይከይድ ትኸይድ ተኮይነ ኣዴኻ ኣንስቲ ኣኪባትኺ ወይለከ ዘይንቡር ደኣ ንክገብር ኮይነ ከመይ ገይረ እየ ከምኡ ዝገብር ትፈልዎ ቱፍ ኣይብል ናቲ ኣንታይ ትርብርቡ እንዲኹ ንስኹ ጥፈሎ ክትብል ንስኻ ከተጥንስ እቲ ኸዓ ክበልዕሲ ቁርቁር ንዓይ ተሓሊለይ ቁር ኣይተሓሊለይ ሎሚ ከይድ ፅባሕ ኣይከይድ ካብ ኣለኩ ባሉ እዚኣ እኮ ጓል ሃፍቲ እኮ እያ ኣንታ ጓል ሃፍቲ ኮይና ጓል መንደፍ ኮይነት እንታይ ጓል ጓል መን ኢልካ ጓል መን ሃፍቲ ሃብተ መን ሃብቲ ኢልካ ሃብቲ ኢልካ እዚ ሃፍቲ እዚ ጥቃና ዘሎ ውናና ዓቢ ትካል ናይዚ ሆቴል ጓል እኮ እያ። ናይ ብልብኻ ዲኻ ሰመረ ወዲ? ናይ ብልበይ እመነኒ ባባ።
ኣታ ብእውነት ኣነስ ብልቢ እየ ዝብለካ ዘለኹ ሓደ መዓልትስ ሓሳብ ልበይ ከም ተስምረለይ ይፈልጥ ነይረ እኮ እየ ሰመረ ኢለካ። የሐጒሰካ ዶ?
የሐጒስካኒ እወ። ካብ ኣበይ ደኣ ረኸብካያ ኣንታ ጅግና? ኣብቲ ሆቴሎም እንድየ ተላልያ ፍቕሪ ብፍቕሪ ኮይና። ሕቕቕደ ኢላትልካ?
ዋእ ሕራይ ተዘይልካንስ ክሕነቕ እኮ እያ ኢላትኒ። እዋ ቅድሜኻ ኣነ ስጥሕ እብል ዶ ኢልካያ? ቅድሜኺ ስጣሕኒ ምስ በልኩዋ ድርርዝ መሰ በልኩዋሲ ኣኺልዋ በቃ። ብምሉእ ሳቶ ሆቴል ጌርካዮ? ዎው ኣብኡ ኢና ብሓንሳብ ሓዲርና። ኣሰይ ኣሰይ ኣሰይ ሽዑ ቅብቅብ ኢላ። ቅብቅብ ኣቢለያ።
ሰላም በለኒ ሰላም በለኒ ኣይ ጅግና እንዲኻ ንስኻ ኣኹሪዕኻኒ ሎምዓንቲ ኣኹሪዕኻኒ ቡነት ቡነት ከይደ በሉ ከይደ ብእዋና ጣዕጣዕ ኣቢለ ከሳልጣ ንዕምባሞ ዓንዶይ ክድቅሱ ከለኹም እኮ ወላ ሓንቲ በላዕኹም በሊዕኹም ትኸዱ። ኣይፋሉን ድብላዕ ዘረባ እንዲህብኒ ስማዕኒ ዝወዲ ከምዚኤን ደቂ ሃብታም ኣጥንስ ኢለካ

ትፈልጦ ዲኹም ለማኒ
ልክዕ ኣለኻ ለማኒ እዩ እዚ እንታይ ክብርነት እዩ እዚ እስከ እስከ ሓንሳብ ሞኒ እዚ ሰብ እዚ ለማኒ ኣይኮነን ግቡኡ ወረቐቱ ዘማልአ ተጫራተ እዩ ከማኹም
ሕራይ ሓደ እዚ እቲ መጀመሪ ዋጋ ሓደ ሙሉእ ሚልዮን ናቕፋ እዩ ክኸውን ካብኡ ከኣ ክንቅጽል ንዓምና ትዛረብዎ ዘረባ እንተልይኩ። ሕራይ እምባሬ ኣብዚ ሽዱሽተ ተጫረቲ ኢኹም ተመዝጊብኩም ኔርኩም። ልክዕ። እንተኾነ ግን እቶም ሰለስተ ብዝተፈላለየ ምኽንያት ወረቐቶም ስሒቦም። ልክዕ። ካብዚ ጨረታ ተኣልዮም ኣለዉ። ስለዚ እዚ ጨረታ ኣብ ሰለስቲኹም ተሓጺሩ ኣሎ።

ተኣኪቡስ ብኡነት እብለካ ኣለኹ ኣነ ገዛ ምግዛኣካ። ኣነስ ሰትየዮ ንስኻ ዘይትሰቲ ከለኻ ደኣ ስለምንታይ ገዛ ደይገዛእኻ? ኣይኮነን መልሰለይ ኣነስ ሰትየዮ ንስኻ ዘይትሰቲ ከለኻ ስለምንታይ ገዛ ደይገዛእኻ? መልስ መልስ።
ኣንታ በርሀ ኣነ ደኣ እሞ በየናይ ዓቕመይ ካበይ ከምጾ ገዛ ደግ ሰልድሲ ካበይ እየ ደምጾ? ኣነ እውን ዓቕሚ የብለይን ገዛ መግዚ ክትፈልጥ ኣብ ዝተገዝአ ገዛ ኣቲኻ ኣረቂ ምስታይ እዩ ዓቕመይ ክትፈልጥ። ኣቤት ኣቤት ውሕልነት ዘረባን መልስን ስካ ትኽእላ ኢኻ ንስኻ ኸዓ ምምዓድን ገዛ ምግዛእ ምሕላምን ትኽእሎ ኢኻ ካልእ ግን ኣይትኽእሉን እያ ትይበል ሕራይ ትይስተ እሞ ኢድካ ፈጥፈጥ ናብልካ ክትነብር ኢኻ እዞም ሳዕሳዕቲ ተሪኦም ንኮ እዮም ምሳና ደይትስዕስዕ ድብሉን ጽቡቕ ናይ ቡዳዊ ሳዕሳዕ ኣይትኾነሎም ነዛ ሴፍሲ ጽቡቕ መንበድበድካ እያ እዮም ድብሉኒ ከመይ እዮም ድብሉ ንሶም ከ
ኢልካ ምሳኻ ቁም ነገር የብሉን በጃኻ ከይዳ ከይደ ግዜ ክተጥፍኣለይ ኣንታ ሰመረ ሓወይ ብእውነት ክልተ ዳብል ወላ ጋብዘኒ ክልተ ዳብል ኣያስቴካኒ ኣያስቴካኒ ኣንታ ብእውነት ናይ ብልበ ክሓልፈለ እዩ ዝበልዖ እንጀራ ኣለኒ ብእውነት ዳሓር ክንላማመን ኢና ኣታ ንስኻ ትበልዖ እንጀራ ዘይኮነ ትሰትዮ ረቂ እዩ ዘለካ ሓባ ሓባ እንደበለኒ ምቁር ዕላላት ቀሪበልካ ኣለኹ እንዳበልኩኻ ዋይ ኣንታ ከይሰትኻ እኳ ምቁር ዕላል ዘይዕለልናሲ ሰቲኻ ምቁር ዕላል ክነዕልል ዘይመስል ኣንታ ምስ ሰተኻ እንዲ ደሎ ደኣ እቲ ጥዑም ዕላላት ሽዑ እንዲ ደሎ እቲ ፍልስፍና ሽዑ እንዲ ደሎ እቲ ፍልጠት ክገርመካ ሓደ ዓርከይ ኣሎ ብሓቂ የድብለካ ኣለኹ ዶክተር እንዲ ሰርጀሪ ክኣቱ ከሎ ክፍሊ መጥባሕቲ ማለት እዩ ሰርጀሪ